ሰላም ሎምዓንትኻ ሕጽር ሕጽር ዝበሉ ኣገደስቲ ሓበሬታት ክንርኢ ኢና ወጥሪ ቀይሕ ባሕሪ ዝብልን ኢራን ናብ ቀይሕ ባሕሪ ኣንፈታ ኣዚራ ኣላ ወይ ከኣ ኣብ ቀይሕ ባሕሪ ዝርከባ ሃገራት ውን ኣጠንቂቃ ኣላ እዚ ከኣ ንመነመን ይምልከት ዝብል ክንርኢ ኢና ከምኡ ውን ኣብ ኣሜሪካ ሰበሰልጣን ሞይቶም ኣለው መነመን እዮም ዝብል ክንርኢ ኢና ሳልሳይ መዓልቱ ሒዙ ዘሎ ኣብ ሞንጎ ኢራንን እስራኤልን ዘሎ ኲናት ውን ከመይ ይመስል ዝብል ክንርኢ ኢና ኣብ ዓዲ ሃለው ዝተገብረ ዝርርብ ዝምልከትን ክንርኢ ኢና። ከምኡ'ውን ዝጠፈኣት ላፕቶፕ ደብረጽየን ደብረሚካኤል ዝምልከትን ካልእ ሕጽር ሕጽር ዝበሉ ሓበሬታታት ክንርኢ ኢና። ስለዚ ሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ጌርኩም ጀምሩ ላይክ ኣይትረስዑ Let's go! Chipo Kafiri። ናይ መጀመርያ ሓበሬታ እቲ ሳልሳይ መዓልቱ ሒዙ ዘሎ ውግእ ኢራንን እስራኤልን ዝምልከት እዩ። መጥቃዕቲ ሚሳይል ኢራን ሰባት ቀቲሉ'ሎ፣ እስራኤል ድማ ንኢራናውያን ኣጥቂዓ ኣላ። እቲ ንሳልሳይ መዓልቱ ሒዙ ዘሎ ጎነጽ እስራኤልን ኢራንን፣ ኢራን ኣብ ልዕሊ እስራኤል ዝፈጸመቶ መጥቃዕቲ ሕነ ምፍዳይ ስዒቡ ሰባት ክሞቱ ክኢሎም ኣለዉ። እስራኤል ኣብዚ ሰሙን'ዚ ኣብ ልዕሊ ኢራን ዝፈጸመቶ መጥቃዕቲ ኣየር፣ ኢራን ባላስቲክ ሚሳይል ብምውንጫፍ ምላሽ ክትህብ እንከላ፣ ኣብ ሰሜንን ማእከላይን ከባቢታት እታ ሃገር ኣብ ልዕሊ ዝርከቡ መንበሪ ኣባይቲ ጉድኣት ከምዝወረደ'ዩ ተገሊጹ ዘሎ። እስራኤል'ውን ኣብ ቴህራን ኣብ ዝገበረቶ መኽዘን

ናብ ካልእ ሓበሬታ ትማሊ ካብ ዝነበሩ ዝዓበዩ ዜናታት ሞት ሰበ ስልጣን ኣብ ኣሜሪካ ዝምልከት እዩ። እዚ ትማሊ ኣብ ሚኒሶታ ዘጋጠመ እዩ። ኣባል ባይቶ ሚኒሶታ ዴሞክራቲክ ሜሊሳ ሃርትማን በዓልቲ ቤታን ኣብ ኣሜሪካ ሚኒሶታ ብዝተፈጸመ ተኹሲ ተቐቲሎም ኣለዉ። መሊሳ ሃርትማንን በዓል ቤታን ኣብ መንበሪ ገዝኦም እንከለዉ እዩ እዚ መጥቃዕቲ እዚ በዚ መጥቃዕቲ እዚ ተቐቲሎም ዘለዉ። ብዘይካዚ ዴሞክራቲክ ጆን ሆፍማንን በዓልቲ ቤቱን እውን ኣብ ገዝኦም ከለዉ ብተደጋጋሚ መጥቃዕቲ በጺሕዎም ኣሎ። ጆን ሆፍማንን በዓልቲ ቤቱን ድሕሪ መጥቃዕቲ ኣብ ጽቡቕ ኩነታት ንኽህልዉ ትጽቢት ከም ዝገብር ኣመሓዳሪ ሚኒሶታ እውን ገሊጹ ኣሎ። ኣፈኛ ባይቶ ወከልቲ ህዝቢ ሚኒሶታ ኮይና ዘገልገለት መዋቲት ሜሊሳ ሃርትማን ቅድሚ ኣብ ስልጣን ምውራዳ ንሓያሎ ኣዋርሕ ከም ሓጋጊት ኣካል ኮይና ከተገልግል ምጽንሓ'ዩ ዝፍለጥ። ኣመሓዳሪ ሚኒሶታ ቲም ዋልዝ ነቲ ቅትለት ፖለቲካዊ ቅትለት ክብል ብምግላጽ እቲ ጥርጡር ዩኒፎርም ናይ ፖሊስ፣ ክዳን ናይ ፖሊስ፣ ተኸዲኑ ናይ ፖሊስ ክሮዘር እትመስል መኪና'ውን

ናብ ካልእ ሓበሬታ ኣብ ዝሓለፉ ውሑዳት መዓልታት ብዛዕባ ናይ ደብረጽዮን ደብረሚካኤል ላፕቶፕ ተሰሪቓ ዝብል ሓበሬታ ሰሚዕኩም ክትኮኑ ትኽእሉ ኢኹም። እዛ ላፕቶፕ እዚኣ ዘይፈልጣ የለን ናይ ደብረጽዮን ደብረሚካኤል። ኣብ ዝሓለፉ ውሑዳት መዓልታት ከኣኒ ዝተፈላለዩ ማዕከናት ዜና ኢትዮጵያ ላፕቶፕ ናይ ደብረጽዮን ተሰሪቓ ዝብል ሓበሬታታት ብብዝሒ ይንገር ነይሩ። ድሕሪ ውሑዳት መዓልታት እውን ጋርዱ ወይ ከኣ ናቱ ሓለውቲ ከም ዝሰረቕዎ ከምኡውን ከም ዝተታሕዙ እውን ተገሊጹ ነይሩ። ኣብዚ ሕጂ እዋን ዝወጽእ ዘሎ ሓበሬታ ከኣ እቲ ቤት ፍርዲ ላፕቶፕ ደብረጽዮን ገብረሚካኤል ሰሪቖም ተባሂሎም ዝተጠርጠሩ ውልቀ ሰባት ክፍትሑ ኣዚዙ እኳ እንተነበረ ኣብ ግብሪ ግን ኣይወዓለን ዝብል ሓበሬታ ወጺኡ ኣሎ። ሽዱሽተ ሓለውቲ ጸጥታ VIP ላፕቶፕ ኣቦ ወንበር ደብረጽዮን ደብረሚካኤል ሰሪቖም ተባሂሉ ተኸሲሶም ነይሮም ኣብ ቤት ፍርዲ ክፍለ ከተማ መቐለ ዓዲ ሓቂ ብ ሽዱሽተ ሰነ ክልተ ሽሕን ዓሰርተ ሸውዓተን ብግእዝ ኣብ ዘካይዶ መስርሕ ፍርዲ ላፕቶብ ኣቦ ወንበር ሰሪቖም ተባሂሎም ዝተጠርጠሩ ውልቀ ሰባት ክፍትሑ ኣዚዙ ነይሩ። እቶም ሽዱሽተ ጥርጡራት ነፍሲ ወከፎም ብ ዓሰርተ ሽሕ ብር ዋሕስ ከም ዝተፈትሑ እውን ተሓቢሩ ነይሩ። ይኹን እምበር እዚ ዜና እዚ ብወገን ህወሓት ዝተፈብረኸ ወረ ምዃኑ ወይ እውን ናይ ሓሶት ዜና ምዃኑ ኣብ እዋኑ ገሊፆም ነይሮም። ስለዚ ብዛዕባ እዚ እስኪ እንታይ ርኢቶ ኣለኩም? ናብ ካልእ ሓበሬታ ፕረዚደንት ኢሳያስ ኣፈወርቂ ምስ ወከልቲ ማሕበራት ሱዳን ተራኺቡ ዝብል ሓበሬታ እዩ። ፕረዚደንት ኢሳያስ ኣፈወርቂ ኣብ ዝሓለፈ ሰሙን ብምክትል ፕረዚደንት ፖለቲካዊ ሲቪላውን ማሕበራት ኣኽራናት ኑባ ዋና ጸሓፊ ከምኡውን ኣባላት ቤት ምኽሪ ጠቕላሊ ሴግሪታርያን ዝምራሕ ላዕለዋይ ልኡኽ ዞባ ኣኽራናት ኑባ ሱዳን ኣብ ዓዲ ሃለው ተራኺቡ ኣሎ። እቲ ልኡኽ ብናይ ውሽጢ ዓዲ ምልሻታትን ናይ ባዕዲ ተዋሳእትን ኣብ ሱዳን ዝካየድ ዘሎ ናይ ውክልና ኲናት ኣተኲሩ ሰፊሕ ዘተ ከምዘካየደ'ውን ተሓቢሩ'ሎ። ናብ ካልእ ሓበሬታታት እንዳተሓላለኸ ዝኸይ ዘሎ ጉዳይ ቀይሕ ባሕሪ ወይ ኣብ ቀይሕ ባሕሪ ዝርከባ ሃገራት ዝምልከት እዩ። ትማሊ ሃገራዊ ቴሌቪዥን ኢራን፣ ኢራን ንሃገራት ቀይሕ ባሕሪ ብቐጥታ ኣብ ሓደጋ ከእቱ ዝኽእል ስጉምቲ ክትወስድ ምዃና'ያ መጠንቀቕታ ኣውጺኣ ነይራ። በዚ መሰረት ኢራን ንእስራኤል ንኸይተጥቅዕ ዝጽዕራ ዘለዋ ወተሃደራዊ መዓስከርን መራኽብን ሃገራት ኣሜሪካ፣ ዓባይ ብሪጣንያ፣ ሕብረት ኤውሮጳን ብቐጥታ ክተጥቅዕ'የ ኢላ ወግዓዊ ሓበሬታ'ያ ኣውጺኣ ዘላ። ከም ዝፍለጥ ኩለን'ተን ኣቐዲመን ዝተጠቕሳ ሃገራት ወተሃደራዊ መዓስከር ሓይሊ ባሕረን ኣብ ጁቡቲ ተጠርኒፉ ተሰጋጊሩ ኣሎ። ኢራን ከምቲ ትብሎ ኣብ ጁቡቲ ዝርከብ ወተሃደራዊ መዓስከር ኣሜሪካ ብቐጥታ እንተድኣ ኣጥቂዓ ኣብ ዞባና ከቢድ ሓደጋ ከም ዘንጸላሉ ዘጠራጥር ኣይኮነን። ኣብዚ ሕጂ እዋን ኢራን ነቲ ኣብ ጁቡቲ ዝርከብ ወተሃደራዊ መዓስከር ኣሜሪካ ንምጥቃዕ ዝሃበቶ ተወሳኺ ሓበሬታ የለን። ሰዝጋሽ ንሎሚ መዓልቲ ዝበልናዮ ሓበሬታታት ዝመስል ነይሩ ክሳብ ዝቕጽል መደብ ሰላም።